ሰላም ከመይ ቀኒኹም ክቡራት ተኸታተልቲ መደብ ንላለ ዝሓለፈ እዋን ሽዱሽተ ክፋላት ብዛዕባ ኢንትሮዳክሽን ናይ ኤችቲኤምኤል ተማሂርና ኣለና መወዳእታ ክፋል ከዓ ሓንቲ ፕሮጀክት ጌርና ክንውዳእ ኢና ኣብዚ ክንመሃሮ ሓሲብና ዘለና ሓንቲ ፔጅ መጀመርታ ከፍተልኩም እየ እዛ ትሪእዋ ዘለኹም ፉልሳይ ስሞ ገብራ ራይባ ናይ ዳኒኤል ተክለሃይማኖት ኣብ ዊኪፔድያ ተጻሒፉ ዘሎ ሊስት እዚኣ ሕጂ ነዚኣ ዝመረጽኩላ ካልኦ ዌብሳይት ዘይመረጽኩሉ ሕጂ ሞር ላይክሊ ናብ ኤችቲኤምኤል ዝቐረበት እዚኣ ኢለ ስለ ዝኣመንኩ እየ ምክንያቱ ሲምፕል ሲምፕል ክስታይ ሊስት መግበሪ እዮም ኣምፂኦሞ ዘለዉ ከምዚ ቴብል ተጌርናስ እዚኣ ስእሊ ኣታታቶ ተማሂርና ኣለና ሊስት ኣብ ዘለና ሲምፕል እዩ ኦኬ ሕጂ ነዚኣ ክንደግማ ክንፍትን ኢና ማለት ልክዕ ኩላ ዘይኮነስ ገለ ክፋላ ክንደግማ ክንፍትን ኢና ኣብዚኣ ሕጂ ንኣብነት ዋን ቱ ስሪ ገለ ዝብል ናይ ሊስት ነገራት ኣሎ እዚኣ ቁርብ ኣይተማሃርናያ ነርና እሳ ሕጂ ከርእየኩም ብድሕሪኡ ናብታ ክላስ ክንጅምር ኢና ኦኬ መጀመርታ ሓንቲ ፕሮጀክት ክንከፍት ኣለና ኒው ፋይል ክብል እሞ ሴቭ ኣስ ከዓ ክብላ ሴቭ ኣዲመ ክብላ እንታይ ክብላ ሓይሽ ኤችቲኤምኤል ፋይናል ፕሮጀክት ዶት ኤችቲኤምኤል ክትኮን ኣለዋ ኦኬ ሽዑ html 5 ምዃና ብኸመይ ኢና ዝፈልጥ ዶክ ታይፕ ናታ ንፅሕፍ ኣለና ዶክ ታይፕ html ሕጂ ኣክቹዋሊ ቅልጡፍ ክብል እየ ግዜ ክወስደልና ስለ ዝኽእል ንሰርሖ ግን እቲ ብምሉእ ንመሃሮ ብዚ ኦረዲ ዝተመሃርናዮ ኢና ሓድሽ ነገራት ብዙሕ ኣይክንማር ኢና ኣብዚኣ ሕጂ ኣብ ውሽጢ ኤችቲኤምኤል እንታይ እንታይ ኢና ቅንዲ ንዝክረን ሄደር ኣላ ውሽጣ ታይትል ዘለዋ ማለት እዩ ታይትል ሶሪ ትል ታይትል ንሃብ እንታይ ንበላ ኪንግ ዳን ይባላል ኪንግ ዳኒ ይብለ ቦዲ ናታ ከዓ ቦዲ ኣብ ውሽጢ ከዓ ተክስታይ ክንመሃር ንፅሕፎ ዶክስ ብምሉእ ዶክመንት ኤችቲኤምኤል ክንመሃር ኢና ክንፅሕፎ ሰራሕ ኢና ማለት እዩ ኦኬ ኣብዚኣ ሕጂ እታ ናይ ሊስት መጀመርታ መሃሪኢኩም ኦርደር ሊስት ናይ ኦርደር ሊስት ኣን ኦርደር ሊስት ዝበሃል ኣሎ ዩኤል ዝበሃል ማለት እዩ ዩኤል ንሪኣ ዘለና ኤንድ ኦኤል ወይ ከዓ ኣን ኦርደር ሊስት ማለት እዩ እቲኣ ኣን ኦርደር ሊስት እዚኣ ከዓ ኦኤል ከዓ ኦርደር ሊስት ማለት እዩ ኣን ኦርደር ሊስት ኣብ ውሽጣ ኤልኣይ ኢልና ንፅሕፍ ንዓፁ ኣብ ውሽጣ ሽዑ እንታይ ክመፅእ እቲ ኢፌክት ንርኣዮ ዋን ኢልና ዱፕሊኬት ንገብረሞ ሶሪ ዱፕሊኬት ንግበራ እሞ ኣብዚኣ ከዓ ዘሴም ሊስት ኢልና ሊስት ሕጂ እቲ ኣይተምስ እንታይ እንታይ ኢልና ንፅሕፋ ውሽጢ ክስተይ ኢና ንብላ ኣላ እዚኣ ከዓ ዋን ንበላ እሞ ሴፍ ንበላ ናብታ ፔጅ ንኸይድ እታ ፔጅ ኣብዚ ኢና ሴፍ ዘለና ኦኬ ራይዋጅ ዋን ዋን ኢልና እዚኣ ሊስት ሞ እዚኣ ሄደር ንሃባ ሞ ቱ እዚኣ ዩኤል ኦርደር ሊስት እዚኣ ከዓ

ኦኬ ሕጂ ኣብ ኣን ኦርደር ሊስት ታይፕ ክልተ ሰለስተ ዓይነት ታይፕ ኣሎ ሓደ እዛ ትሪባ ዘለኹም እታ ዲፎልት ዶት ማለት እያ ዶት ኣለሃና እሳ ተገድንያ ዲፈረንስ ኤክስ ትመፅንያ ካልእ ሰርክል ኣለሃና ክል ኣብታ ኣብዚኣ ወገን ኢኹም ትሪኡ ኣብዚአን ሰኔን ዝፈላለያ ሰርክል ኣለሃና ሓንቲ ካልእ ከኣ ስኩዌር ትበሃል ኣላትና ሕጂ እቲ ንስኻ ትደለዮ ዓይነት መጸባበቂ እዩ ነወይ ብዙሕ ክስተ ኣይኮነን ስኩዌር ኣላሃና ራብዒቲ ከኣ ናን ተልኒያ ከኣ የብልና ማለት እዩ ናን ኣብ ክልቲኤን እያ ዘላ ኦኬ ስለዚ እዚኣ ድሓን ዶት ንበላ ታደስ በለትና ማለት እዩ ኣብዚኣ ታይፕ ከኣ ናይ ታይፕ ኦርደር ሊስት ከኣ ዝተፈላለየ ኣሎ ንኣብነት ኣብ ዲፎልት ዋን ቱ ስሪ ማለት እያ ዋን ሓደ ተፅሒፍካላ ታይፕ ዋን ተልካያ ናምበር ማለት እዩ እዚ ናምበር ንሪኦ ዘለና ታይፕ ኤ ካፒታል ሌተር ኤ ተልካያ ብኤቢሲዲ ከሎስ ግን ካፒታል ሌተር ማለት እዩ

ኣዚ ትሪእዎ ዘለኹም ኮይኑ ኣሎ ብካፒታል ሌተር ሕጂ ኣን ኦርደር ሊስት ከምዚ ዓይነት እዩ ማለት እዩ ስለዚ ኣብዚ ትሪእዎ ዘለኹም ካብ ፉል ራእይዎ ሕጂ ፉል ሳይዝ ምስ ገበርኩም ረ ናምበር ዩኒ ተጠሚቅሙ ዘሎ ኣብዚኣ ከዓ ናን ኢሉ ነታ ኣን ኦርደር ሊስት እዩ እንደኾነ ወላ ኦርደር ሊስት ብዘይገድስ ናን ኢሉ ታይፕ ሽዑ በዓሉ ናምበር ሂብዎ ኣሎ ማለት እዩ ነዚኣ ሕጂ ከምዘይ ክንገብራ ንኽእል ኢና እዚኣ ሞ ኮፒ ንበለን ወይ ዝኾነ ዝኾነ ክስታ ክንገብር ንኽእል ኢና

ሶሪ ሄድ ኤች ዋን ማለት እዩ ኤች ዋን ወይ ኤች ቱ ንበላ ድሓር እንታይ ትላላ ኮንተንት ኮፒ ፔስት ነገርኩ ባይዘ ክኸይደ ግዜ ከይሰርቀልና ማለት እዩ ድሕሪኡ ኣብታ ውሽጣ እዚ ሞ ስታንገብረን ክርዳኣና ኦኬ ብሽዑ ኣን ኦርደር ሊስት ዩኤል ኢልና ኦኬ ሕጂ ኣን ኦርደር ሊስት ኣይኮነት ኦኤል እያ ክትኮን ዘለዋ ምሽ ምክንያቱ ናምበር ስለ ዝኾነ እዚ ኢልና ንፅፋ ሽዑ ራዩ ሊስት ኖርማል ሊስት ኢልና ኤልኣይ ኢልና እንታይ ንፅህፍ ካሪር ካሪየር ኣሎ ካሪየር ዝዓፁ ካልእቲ ከዓ እንታይ ትብል ኣላ ሴም ከምኣ ከላ እንታይ ትብል ካሪየር ኣቺቭመንት ኦኬ ሳልሰይቲ ንጠራ ነዚኣ እሞ ንጠረን ነዚኣ ሳልሰይቲ ንኺድ እታ ሳልሰይቲ ናቱ ነበረት ሪፈረንስ ሪፈረንስ ስስ ነይራ ንዓፃዋ ንሳ ራብዒታ ከዓ እዚኣ ትሪእዋ ዘለኹም ኤክስተርናል ሊንክስ ትብል ኣላ ኦኬ ሴቭ ንበላ ኣብታ ናትና ኪንግ ዳኒ ዝበልናዮ ፔጅ ንኽፈት ኦኬ ከምዚ መፂና ኣሎ ኮንተንትስ ኦኬ ንመለስ ሽዑ ኣብ መንጎ እዚኣ ሲ ኣብ መንጎ ቁፅሪ ክልተን ኣብ መንጎ ቁፅሪ ሰለስተን ዘላስ ሓንቲ ካልእ ፔጅ ኣን ኦርደር ሊስት እያ

ግራንት ዝነዊሕ ግራንድ ቱር ግራንድ ቱር ገለ መለ ይብል ኣሎ ሴቭ ንበላ ናብታ ፔጅና ንመለስ ሪፍሬሽ ዲፎልትስ ባዕላ ዜሮ ጌራልና ኣላ ምክንያቱ እንታይ ዊዝን ዊዝን ካልእ ሊስት ዊዝን ኣን ኦርደር ሊስት ስለ ዘላ ጻዕዳ ዶት ታይፕ ጌራልና ኣላ ሕጂ እቲ ታይፕ ንሕና ግን እንታይ ድና ኣለና ዋን ፖይንት ገለመለ እንዳበልና ክንከይድ ኢልና ዊች ኢስ ኣን ኦርደር ሊስት እንተድልናዮ ኸ ርኣይዎ ታይፕ ከብልና ማለት እዩ ዋን ፖይንት ዋን ዋን ዋን ከይዱ ኣሎ ታይፕ ኢልና ስንፅሕፍ ክንፍትን እዩ ታይፕ ቴስቲንግ ዋን ፖይንት ዋን ኢና ትንፍትን ኢኻ ራንቲ ትሪኦ ኣሎ ሕጂ ከምኡታት ፈታቲና ዓቕልና ፀበና ስለ ዝኽእል ሲምፕል ወይ እንታይ ክንገብራ ንኽእል ኢና ነዚኣ

ሕጂ ራይዋ እና እንተልናያ ጠፊኡ ኣሎ ሕጂ እንታይ ገዲሽና ካብ ብዙሕ ንሻል እንታይ ንብል ዋን ፖይንት ዋን ድያ ነይራ እቲያ ቱ ፖይንት ዋን ኦኬ ቱ ፖይንት ዋን እንዳበለ ከይድ ኣሎ እዚ ሕጂ እንታይ ሲምፕል ቱ ፖይንት ዋን ዋላ ታፕ ታፕ እታ ታፕ ትብል ተጠቂና እውን ኖርማል እዩ ዋን ፖይንት ዋን ቱ ፖይንት ቱ ስፔስ ጌርና ተጌርናያ ግን ራይዎ ውጭ ሰምሃው ልክ ንዓ ትመፅያ መሲላ ማለት እዩ ኦኬ ከምዚ ጌርካ ትገብሮ ትኽእል እያ ኣብዚ ፅቡቅ ነገር እንታይ እስከ ገይሩ ኣሎ ሊንክስ እዩ ብሙሉ ስለዚ ልክዕ ሊንክስ ከኣ ከመይ ጌርካ ትግበር ተማሂርናዮ ስለ ዘለና ካሪየርስ ኣብ ካሪየር እንታይ ንገብር ሊንክስ ሕጂ ነታ ካሪየር ትብል ሌተር ሊንክስ ክንገብረላ ትልና እንታይ ኢና ኣብ ውሽጢ ኣንከር ወይ ኤይ ኢልና ክንኣቱ ኣለና ኤች ረስ ኤች ኤይ ኢልና ፐሪፈረንስ ኢልና ኣብ መንጎኣ ዓፂና ኣለና ከምዚኣ ጌርና ኢና ነንፀፋ ማለት እዩ ዘሴም ዜን ኩለን ኮፒ እንዳገበርና ኣብ ነፍሲ ወከፈን ክነእትወን ንኽእል ኢና ኮፒ ኢልና ንፅሕፈን ማለት እዩ እዚኣ ቪ ንብላ ድሓር ኣብዚኣ ከዓ ንዓፅዋ ኦኬ ዘሴም ኣብዚኣ ንብላ እዎ እዚኣ ንገብራ ኦኬ ዳብልና ኩሉ ንመልኦ ማለት እዩ ስለምንታይ እቲ ሪፈረንስ የጻሕፍኩልኩም ዘለኹ ድሓር ከርእየኩም እዩ ሓንቲ ሓሳብ ዘይተማሃርናያ ኣብኣ ከለና ወስኸልኩም እዩ ኦኬ ሕጂ ራእይዎም ኣብዛ ፔጅ እሞ ንመለስ በዕሉ ኢልና እንታይ እዩ እንታይ እዩ ዝገብር ዘሎ ብዛዕባ ዳንኤል ተኸለ ሃይማኖት ገለመለ ተዛሪቡስ ኣብዚ ሕጂ ሽሙ ዳንኤል ተኸለ ሃይማኖት ገለገለ ኢሉ ብዝፀሓፈ ኮንተንት ይመፅኡ ኣብዛ ኮንተንት ሕጂ ብዛዕባ ናይ ካሪየር ኣቺቭመንት ሪዛልት ገለለ ካብቲ ኣገዳሲ ፖይንት ፖይንት ተፃሒፉ ዘሎ ክንገብሮ ኢና ሕጂ ኣነ ንኣብነት ግራንድ ቱር ጀነራል ክላሲክ ሪዛልት ታይም ላይን ጥራሕ ክርኢ ደልየ ኣለኹ ካልእ ብዙሕ ኣየገድሰኒ ዘሎ ተጠዊቐ እዚኣ መፅያ ንላ እዛ ቴብል እዛ ቴብል ከ ኣብዚ ሊስት ኣለዋ ገለ ስእሊ እውን ኣለዋ ትሪኦ ኣለኹም ናምበር እውን ሊንክ ኣለዋ ሕጂ እንታይ ማለት እዩ እዚ ብምሉእ ትሪእዎ ዘለኹም ኣብታ ፔጅ ከላስ ካብ ሓንቲ ቦታ ናብ ሓንቲ ቦታ የንጥረካ ማለት እዩ ጃም የግብረካ ማለት እዩ ንዓ ክሊክ ተጌርካስ ሊንክ ገይሩስ ናብታ ኤግዛክት ገጽ የብጽሓካ ኣሎ ማለት እዩ ከምኣ ክንገብራ ኢና ነዛ ፔጅ ናሃና ማለት እዩ ኦኬ ሕጂ እዛ ትሪእዋ ኣበልኩምዎ ንኸይድ ሕጂ መጀመርታ ሓደ ፒፒ እንዳገበርና ዶ ንኸይድ ብፓራግራፍ ሓንቲ ፓራግራፍ እዚኣ እታ ካሪየር ዶ ንበላ እዚኣ እታ ናትና ታይትል ናታ ካሪየር እያ ምሽ እዛ ቀዳይቲ ካሪየር ንበላ ር ሕጂ ሊንክ መግበሪ ጃምፕ ከግብረና እዚኣ ተጠጠዊቓስ ናብዚኣ ካሬት ዝብል ፔጅ ዘላ ሊንክ መግበሪ ክትህበና ተኮይና ከዓ ኣይዲ ክንህባ ኣለና ኣይዲ ዝኾነ ሽም ክንብላ ኢና ዋላ ዋን ክንብላ ኢና ቁፅሪ ሓደ ዘላ ፔጅ ክንብላ ኢና ማለት ስታ ፓራግራፍ ማለት እዩ ብድሕሪኣ ዱፕሊኬት እናገበርና ክንደየን ዘለዋና ሓደ ክልተ ሰለስተ ኣርባዕተ ሓሙሸ ሽዱሽተ ሽዱሽተ ማለት እዩ ኦኬ ተቐዳይቲ ካሪየር እያ ተኻልእቲ ካሪየር ኣቺቭመንት እያ ታይትለን እዩ ኩለን ዝህበን ዘለኹ ንምንታይ እዩ ከምኡ ዝብለን ዘሎ ብምሉእ እቲ ታይትል ሆቨር ክንገብሮ ከለና ኣብኡ ስለ ዝመጽእ ነበረ እቲ ተማሃርናዮ ከዓ ኣብኡ ከሎ ቀጽለና ማለት እዩ ኦኬ ሜጀር እዚኣ ከዓ ኮፒ እናበልኩ ከይደ ሪፈረንስ ኤክስተርናል ሊንክስ ኣብዛ ፔጅ ዲኣ ሞር ላይክሊ ቴክስትን ስእልን ሊንክስን ዝበዝሓ እዛ ፔጅ ናይ ዳንኤል ተኽለ ኣብዛ ናይ ዊኪፔዲያ ዘላ ማለት እዩ ስለዚ እዚኣ ምስ ገበርና ኣይዲ ዋን ቱ እንዳበልና ክንቅይሮ ንክእል ኢና ምክንያቱ ስሪ ፎር ፋይቭ ሲክስ ናብልና ሴፍ ንበላ ሕጂ ፓራግራፍ ኣብታ ቀዳሚት ፓራግራፍ ገለ ሓሳብ ተዋሂብና ኣለና ምሽ እንታይ ትብል ነይራ ኣብቲ ቀዳይ ተከረፍ ካርየር ብዛዕባ ካርየሩ ብምልእታ ኮፒ ንብላ ኦኬ እዚኣ ብና ኮፒ ንብላ ምሽ ኖርማል ፔስት ክንብላ ኢና ስፔሲንግ ገለ መለ ብዙሕ ሕጂ ኣይክርዳእናን እዩ እዚ ሕጂ ከምዚ ገይርዎ ገለ ልክዕ ከምዚ ትሪዎ ዘለኹም ገለ ኣይኮነን ይመፅእ ልክዕ ኖርማል እዩ ክመፀና ግን ሓንቲ እንታይ ነይራታ ሄደር ቱ ዓይነት ሳይዝ ሄደር ቱ እያ ትመስል ካሪየር ትብለና ነይራ እሳ ሕጂ ካሪየር ኢልና ንፅሕፋ ራዮ ሕጂ ሪፍረሽ ትረሎ ስፔስ ገለ ዝመስል በዚ ወፂ ነበረ ኩሉ እንታይ እዩ ኣብ ሓደ ላይን ኮይኑ ኣሎ ማለት ኣብ ኤችቲኤምኤል ሓንቲ ንፈልጣ ዘለሃና ሓሳብ እወ እሳ እንታይ እያ ስፔሲን ኣብ ሓንቲ ስፔስ እያ ትፍቀደካ ስፔስ ወይ ጃም ሓንቲ ኒው ላይን ልክ ከምዚ ኒው ላይን ክገብረላ ደሊና ተነይረ እንታይ ኢና ንገብራ ነታ ፓራግራፍ ሓንቲ ፓራግራፍ ኣይኮነት ነይራ ህለሰ እዚኣ ሕጂ ክልተ ፓራግራፍ ሰለስተ ነይረን ክኾና ክእለ ኢኻ ኦኬ ሰለስተ ፓራግራፍ ነይረን ፒ ኢልና ንዓፅዋ ነዚስና ከዓ ነዚኣ እዚኣ ትሪእዋ ዘለኹም ዘሴም ከዓ ኣብ ሓንቲ ኣይዲ እኒየ ዘለዋ እዚኣ ሕጂ ፓራግራፍ ኣብ ትሕቲያ ዋላ ፒ ክንብላ ንኽእል ኢና ፒልና ኣቱ ፒልና ክንኸፍት እዞ እዚኣ ግሩፕ ላይን ክስተ ገይራትና ኣላ ኦኬ ሰጥ ብለልና ኩሉ እዚ ላይ ስፔሲ ገለ መለ እዚ ኩሉ ነገራት ክፅበቐልና ስርዕ ስርዕ ተበልና እዩ ፅቡቅ እዩ ኣበይ ጌጋ ከም ዘለና ክስተ ንገብረ ማለት እዩ ሕጂ ራእይዎ ግን ሰለስተ ፓራግራፍ ፒፒ ምስ ገርኮ ተመቃቂሉ ኣሎ

እዚኣ ካሪር ኣቺቭመንት ትረኣ ዘሎ ሜጀር ሪዛልት በዚ እብ 2008 ከምዚ በዚን በዚን በዚ ክልተ ከም ክልተ ኮሎም ዓይነት ኣሎ ማለት ስለኒ ስለዚ ቴብል ንሰራሕ ናልና ክንደይ ኮሎም የድልየና ማለት እዩ ክልተ ክንደይ ሮውስ ከ ሓደ ክልተ ሰለስተ ኣርባዕተ ሓሙሽተ ክንገብረን ንኽእል ኢና ሓሙሽተ ሕጂ እዚ ሊስት ከምዚ ትሪእዎ ዘለኹም ኣብ ሓንቲ ፍሬም ዓይነት ገይርዎ ስለ ዘሎ ቁሩብ ክስታይ ክገብረና ክእል እዩ ክበዝሓና ክእል እዩ ለሰ ግን ሕና እንታይ ሓሲብና ኣለና ብቴብል ጌርና ነዘን ቁሩብ ኣብዚኣ ዘሎ ብቴብል ጌርና ክንሰርሐን ፍትን ኢና ኦኬ ወይኔ እዚኣ ንስገራሞ ቴብል ካልኤቲ ድግማ ከይትኾና ናይ ግራንት ክላሲፊኬሽን ኣብዚኣ ንምጻእ ኣብዚኣ ንምጻሕ ኦኬ ነዚኣ ዋላ ክንሰርሓ ንፈትን ሲምፕል እያ እዚኣ ቴብል ትሪኡ ኣለኹም ክንደይ ኮሎም ኣለዋ ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ሸውዓተ ኮሎም ሮስከ ሓደ ክልተ ሰለስተ ኣርባዕተ ኣርባዕተ ኮሎም ብሸውዓተ ሮስ ማለት እዩ ኖርማ ሕጂ ኣብዚ ኣብዛ ግራንክስ ክላሲፊኬሽን ዘላ ፔጅ ታፒ ቴብል ንሰርሕ ኢና ቴብል ኣሰራርሓ ተማሂርና ኢና ምሽ ኦኬ ክንደይ ኮሎምስ እጂ ቦርደር ንግበረላ ሞመንቲ ኮሎምስ ክንደይ ከም ዘለዎ ክንፈልጥ ድሓር ክንድምሶ ንኽእል ኢና ኮሎምስ ኢልና ቦርደር ቲኣር ክንደይ ቲኣር ክንከፍት ንዓፅኦን ኣለና ፎር ምሽ ደን ክንደይ ኣብ ነፍሲ ወከፍ ቴብል ከዓ ክንደይ ኮለምስ ክህልወና ኣሎ ሸውዓተ ኮለምስ ክህሉ ኣለዎ መስለኝ ያ ሸውዓተ ቲዲ ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ሸውዓተ ባይዘወይ ሕጂ ነዚኣ ዱፕሊኬት ምግባር ተሸና ነቲ ኣርባዕተ ገለ ንብሎ ነበርና

ኦኬ እዚ እንትሪእዎን ዘለኹም ኣየለያናን እየን ኦኬ ሕጂ ረኣይዋ ግራንድ ቱር ሱር ኣላ እዚኣ ኮፒ ንበላ ግራንድ ቱር እያ ኣብ ሊንክ እያ ነይራ ተሪኢኹማ ሆቨር ተጌርኩም ኣብ ሊንክ እያ ነይራ ስለዚ እንተልና ኣብ ሊንክ ነእትዋ ንኽእል ኢና ከም ደስ በለና

ኦኬ ሽዑ እታ ካልኣይቲ ሮው ከኣ ጂሮ ዲ ኢታልያ ቀዳመይቲ ዙር ፕሮፌሽናል ዝተወዳደረላ ማለት እዩ ዓሰርተ ሓደ እንታይ እዩ ነትብሪም ፅኦ ማለት እዩ ኦኬ ዝተረፈ ኩሉ ግን ኣብዚ ትሪኦ ዶት ዶት ገይሩ ኣሎ ሓንቲ ዶት ዋላ ተኣኽለና እያ

ኣብ ክልተ ሽሕን ዓሰርተ ሓሙሽተን ተኾይና ኣብዚኣ ማለት እዩ እዚኣ ማለት እዚኣ ሕጂ ፎርቲ ናይን ገይሩ ፖይንት ነይርዎ ሰዛ ሲክስቲን ኤይቲ ፋይቭ እዚኣ ቮልታ ኢስፓንያ ሕጂ ኣብዚኣን ጎኒ ባይዘወ እንታይ ኣለዋ ስእሊ ኣለዋ ዶ ንዕውን ክንእቶን ንኽእል ኢና ግዜ ክወስደልና ይኽእል እዩ እምበር ክንእትወን ንኽእል ኢና ንሰን ከዓ መጀመርታ እተን ኣርባዓን ሽዱሽተን ኦኬ ኦኬ ኣብ ስፓኒያ ይመስለኒ ጀሚሩ ባ ኣብዚ ዳዳን ትፈልፍል ኣሎ ሴቭ ንበላ ናብታ ነበርና ፔጅ ንመለስ ሞ ራይ ሕጂ ኦሬዲ ኣብዚ ከለና ገለ ክፋላት ክውሕደና ማለት ክስታይ ገብረልና ጀሚሩ ኣሎ ክሓፅረና ኣሎ ካልኣይ ትረኣዩ ሓንቲ ሊስት ጌርናያ ካልኦት ክስታይ ኣይኮነን ኣለዎ ሕጂ ነዚ ከምዚኣ ትሪእዋ ኣለኹም ሕጂ ቁሩብ እንታይ ይመስለና ኣሎ ንዓና ከስታይ ዘይኮነ ከምዚ መልክዕ ዘይብሉ እዚ መልክዕ ዘይብሉ ሕጂ ሞር ብምንታይ ኢና ክንገብሮ ኣብቲ ኔክስ ኮርስ ንመሃሮ ሲኤስኤስ ማለት እዩ ግን ኣትሊስት ቤዚክ ነሰርሊ ናይቲ ፔጅ ግን ሰሪሕና ኣለና እዚኣ ከይገበርና እቲ ናብቲ ስታይል ክንኣቱ ንኽእል ኢና ዶኮሬሽን እዚኣ ተገይርና ጥራሕ ኢና ክንሰርሕ ንኽእል ማለት እዩ ኣብ ሲኤስኤስ ኦኬ ስለዚ ኣትሊስት ንዓ ትመሳሰል ጌና ኣላ እዚኣ ተጠዊዕናያስ ናበይ ትኸይድ ትኸውን ናበይ ትኸይድ ትኸውን ራይት ክሊ ኦን ኦፕን ታፕ ክንብላ እሞ ናብዚኣ እያ ትወስደና ኦኬ ስለዚ ኮፒ ለ ነዚኣ እታ ኣብዚኣ ጂሮ ኢታሊያኖ ሪፈረንስ ነዚኣ ናብ እሳ ተጠዊዕናስ ናበይ ትኸደና ንሕልፋ ማለት እዩ ኮፒ ኢልና ፔስ ንብላ ሽዑ ረኣይዋ ሶሪ ናብዚኣ ንኺድ እሞ ሪፍረሽ ንበላ ሽዑ ረኣይ እዚኣ ናበይ ክትገደና እያ ልክዕ እዚኣ እዚኣ ምስ ጠወቕናያ ናበይ ኺዳ ኣላ ናብዚኣ መፅያ ምሽ ንመለስ ኦኬ እዚኣ ኸ ሪሴም ከምኣ ተጠዊናያ ናብኣ መፅያ ናተኺላ መፅያ ስለዚ ሰሪሓትልና ሊንክ ማለት እዩ ኦኬ እሴም እዚኣ ንኣብነት ግዜ ከይወስደልና ደኣ እምበር ነዚኣ እውን ሚእትን ዓሰርተ ሓደን ትብል ዘላ እዚኣ እውን ኮፒ ኢልና ነታ ሚእትን ዓሰርተ ሓደን ኢታልያና ማለት እዩ ፒፔስ ኢልና ኣንከር ተዓፂና እያ እሴም ኣብታ ናህና ፔጅ

ኦኬ ሓንቲ ሳምፕል ከርእየኩም ሲምፕል ወይ ኣብ ማይክሮሶፍት ኦፊስ ክሰርሓልና ትኽእል ስኒፕ ስኒፒን ቱል ትበሃል ኣላ እዚኣ እዚኣ ተጠዊዕና እያ ዝኾነ ፔጅ ክስተይ ንገብር ኒው ኢልና ከምዚኣ ትሪእዋ ነዛ ደስ በለትና ፔጅ ከምዚኣ ጌርና ኮፒ ክንብላ ሪያ ወሲድና ኣለና ሴቭ ክንብላ ኢና ሴቭ ባላ ካፕቸር ትብል ፔጅ ሂብኒ ኣለና ኦኬ ለሰ ሕጂ ኣብ ናይ መን ኢና ክንኣብርዮ ኣብዚያ ኣብዚያ ፔጅ ኢሜጅ ክንእቱ ኣለና ኢሜጅ ኢልና ስፔስ ሞ ሓድሽ ናይ ሞናሃባ ኢሜጅ ኢልና ዝክርዋ ተኮንኩም ሲኣርኤስኣርሲ ኢልና ፅሒፍና ኢንተር እዚኣ ምሰልና ኢና ትጽሓፈልና ንዓጽዋ ምሽ ሽዑ እታ ሽማ ኢና ንህባ እታ ሽማ ኣብ ምስእን ፔጅ ተልያ ኖርማል ሽማ ጥራሕ ንህባ ካብቲ ፎልደር ተኮይና ከኣ እቲ ናይ ፎልደር ሊንክ ናቱ ሄራርኪካል ንጽፎ ማለት እዩ ከምቲ ተማሃርኒ እታ ናታ ኮርስ ቤና ኣብታ ካልኦት ክፋለት ተማሂርና ስለ ዝኾና ሞር ክትርእይዋ ትኽእሉ ኢኹም ኣብኡ ሴቭ ኢልና ኣለና ንኺድ እዚኣ ኦኬ ኣጥፊኣ ሕጂ ሪኹማ መጽያትና ስለምንታይ ቁሩብ ልዕል ኢላ ገለ መለ እዚ ዶን ወሪ ነቲ ስፔሲንግ ገለ እዩ ንሱ ኸዓ ብሲኤስኤስ ኣብቲ ሞር ዲቴል ክንመሃር ከለና ክንዕርዮ ንኽእል ኢና ከምኡ እናገበርና ግን ኤኒወይ ስኒፒን ቱል ገለ እናገበርና ክነስተኻኽሎ ንኽእል ኢና ማለት እዩ ንኩለን ከምዚኣ ጌርና ክነእትወለን ንኽእል ኢና ኣነ ግን ኣየእትወለን እዩ ግዜ ስለ ዘይብለ ኦኬ ካልእ እንታይ ነይርና ብድሕሪኡ ሪፈረንስ ሪፈረንስ ሕጂ ሪፈረንስ ትብል ኣብዛ ናይ ሪፈረንስ ሪፈረንስ ዝብሉ ውሲልና ዋላ ኮፒ ክብለ ኮፒ ናበልኩ ክትወ ሕጂ ኮፒ እንዳበልኩ ክእትዎ ከለዎ ባይዘ ወይ እንታይ ኮነ ናይ ከም ሊስት ስለ ኮይኑ ዘሎ ወላ ሓንቲ ኮፒ ክንገብሮ ይንእልና ዋን ባይ ዋን ክንገብሮ ኣይንኽእል ኢና እንታይ ንገብር ንኽእል ግን ንሕና መጀመርታ ኣን ኦርደር ሊስት ኢልና ኦርደር ሊስት ይምሽ ዘሎ ዋን ቱ ተይልናስ ኣን ኦርደር ሊስት ማለት እዩ ኣብ ውሽጡ ሽዑ ዋን ባይ ዋን ሊስት ኢልና ሶሪ ኣብዚ ሞ ንኽድ ሊስት ኢልና እዚኣ ትርኢ ኣለኹም ቁፅሪ ሓደ እዚኣ ትርእዋ ቁፅሪ ክልተ እዚኣ ትርእዋ ጅገሊኡ ሊስት ኣሎ ሊስት ተደልዎ ከዓ ክስታይ ንገብር ማለት እዩ ኣሚን ሊንክ ተልዎስ ሊንክ እናገበርናሎም ከይድ ንኽእል ኢና ኣነ ግን ሊንክ ኣገባባሪ ጥራሕ ኣርእኩም እሶም በዓልኹም ክትላምድሉ ትኽእሉ ኢኹም ሞር ፕራክቲስ ምስ ገበርኩም እዩ ሞር ዝርዳእኩም እቲ ኮንሰፕት ስለዚ ፕራክቲስ ሜክስ ዩ ፐርፌክት ኦኬ ብድሕሪ እዚኣ እውን ኣለሃና

ኦኬ ኣክቹዋሊ ሪፈረንስ ትብል ከኣ ሄድ ነይራ ናደ ሄድ ሄድ ሳይዝ ናይ ሄድ ቱ ዝዓይነት ሳይዝ ሕጂ ሄድ ቱ ሄድ ስሪ ስለምንታይ ዝብል ዘለኹስ ሞር ብገምጋሲ እዚኣስ ሄድ ቱ ኮይና ትስማዓኒ ንዓይ ብኸመይ ሄድ ቱ ዝገብረላ ዘለኹ በር ተሊኹም ሄድ ስሪ ተሊኹም ሄድ ዋን ድላይኩም ትገብሩ ትኽእሉ ኢኹም ኤኒወይ ንዑ ዝመሳሰል ኢና ንገብሮ ዘለና ኦኬ ሪፈረንስ ንብል ኣለና ትርኢ ኣለኹም ግሬት መወዳእታ ከዓ ኤክስተርናል ሊንክስ ትብለና ዘላ ፔጅ ከዓ ክነእትዋ ንኽእል ኢና ኣብ ኤክስተርናል ከዓ ብዛ ትሪእዋ ንዑ ሕጂ ብምሉእ ኮፒ ክብሎ ክእል ኤክስተርናል ሊንክስ እትዋ ክእል ወይ እንታይ ክገብር ክእል ኤክስተርናል ሊንክስ ብዛ ትሪእዋ ዘለኹም እዛ ትርእይዋ ዘለኹም ክስእላ ክእል እየ ስናፕሾት ገብራ ክእል እየ ንስኻ በታ ስኒፒ ትብሉ ገይረ ግዜ ከይወስድለይ እምበር ክደግሞ ክእል ነይረ እየ ኤስተርናል ሊክስ እዚኣ ብምልእታ ክንገብራ ኢና ኦኬ ኣይፈተኽዎን ፅናሕ እዚኣ እዚኣ ንገብራ ኢና ሴፍ ክብላ ከለኹ ካፕቸር ኦሬዲ ሓንቲ ኢልያ ስለ ዘለኹ ካፕቸር ቱ ክብላ እያ ሴፍ ክብላ እየ ሲምፕል ሕጂ እንታይ ገብር ኣብዚ ኢሜጅ ፅሓፈ ክውዳእ እየ እንታይ ክብላ እየ ሰከ ካብ ቸርቱ ዶት png እያ ነይረታ ሴቫ በቃ ወዲኤ ኣለኹ ኢዚ ዌይ ኣውት ትበሃል እዚ ኦኬ ዘሎ ካፕቸር ሪፈንተስ ስፔሊንግ ከመይ ኢለ ይፅሕፍ እየ ዘለኹ

ስልያ እዚኣ ሕጂ ኣክቹዋሊ ኦኬ ከምዚኣ ገይረ ኣሎ ሕጂ ኣብዚኣ ጽብቕቲ ሓንቲ ክውስኸላ ትደሊ ዳንኤል ተክለ ሃይማኖት ገለ ዝብል ሳክት እዚ እንታይ እዩ ሓራካት ዲና ንብሎ ገብረሉ እዩ ሕጂ ሄድ ዋን ኢልና እዚ ሄድ ቱሞ ኣሎ

ዳንኤል ተክለሃይማኖት ስእሉ ዶ ንእትዎ ስእሉ ኦኬ ሕጂ ኣነ ሓንቲ ኣብኡ ከለዎ ናይ ኤችቲኤምኤል ናይ ቀደም ታግ ነበረት ከርእየኩም እየ ናይ ዳንኤል ሞ መጀመርታ ፔጅ ከፍ ዝኾነ ኣብቲ ጎግል ሞ ዳውንሎድ ገብር ስእልታት ኢሜጅ ዳውንሎድ ገበርኩ ሴፍ ኩለ ኪንግ ዳኒ ኣብዚ ታልማዓ ስእሊ ኣሎ

ሴቭ ኣስ ኢሜጅ ሴቭ ኣስ ኢሜጅ እያ ክትብላ ዘለኒ ካልእ ምስ ካልኦት ኦ እዚያ ማይ ላቭሊ ፒክቸር እዚኣ ምስ ሃገራዊ ገንታ ገለ ስእሊ ተልዋ ኦኬ ወይዚ እዚኣ ኤንሪ ከም ዳልካ ስእልታት ዳ ገይረስ እንታይ ሓሲቦ ዘለኹ ስታይ ገብረ እየ ደልየ ከምዚ ሓንቲ ፍልይቲ ከርእየኩም እዩ ፅናሕ ወይ ሚኒት ፅራሕ

ኦኬ ኣብዚ ፎልደር ኣትሪኦ ኣለኹም ስእልታት ኣለዎ ናይ ዳንኤል ካብየ እሞ እዚኣ ሓደ እዚኣ ክልተ ሽም ዝኾነ ንዓይ እቲ ሪፈረንስ ክቦ ከለዎ ከይ ኣብኒ ኢለ ኦኬ ኖ ሪፒት እዚኣ ሰለስተ እዚኣ ኣርባዕተ ኣርባዕተ እዚኣ ሓሙሽተ ኢሉና ኣሎ ኦኬ ሕጂ ዋን ቱ ስሪ ፎር ዝበላ ፔጅስ ኣለዋኒ ማለት እዩ ሕጂ እንታይ ክገብር እየ ኣብዚኤን ብሙሉኤን ኣብዚ ላዕሊ ከምዚ ሓውሲ ናይ ጋላሪ ዓይነት ስታይል ገብረ ግን ጋላሪ ሞር ኮምፕሊኬት ስለ ዝኾነ እንታይ ክገብሪ ማርኪው ትበል ኣላ ናይ ቀደም ማርኪው ትበሃል ነይራ ኣር ማርኪው ኢልና ማርኪው ዝኾነ ቴክስት ሞ ሃይ ሃይ ኢለ ፍትነት ሰርሕ ዳይ ሰርሕን ሪፍሬሽ ኩለ ከምዚ ሎክ ኣት ኢትስ ጉድ ያ ሕጂ ነዚአን ነተን ሃይ ሃይ ዝብላ ዘላ ኢሜጅ ገብረን እየ ጉግል ነተን ኢሜጅ ኣብዚ ክእትወን ሕጂ ዘሞር ኣይ ፑት ኢሜጅ ዘሞር ኢት ጎስ ፍሎዊንግ ማለት እዩ ኢሜጅ ኢለ

ሕጂ እዛ ፔጅ ባይዘወይ ኤችቲኤምኤል ጥራሕ ተጌርካ ኢትስ ኣግሊ ብዙሕ ደስ ኣይክትብለካነ ግን ኤኒወይ ምስ ተማሃርናዮ ዘለናስ ቁሩብ ክስቲያ ንገብር ክኢልና ኣለና ማለት እዩ ትርኢ ኣለኹም ሳይዝ ነቲ ፒክቸርስ ብምሉ ተሴም ክትገብሮ ትኽእል ኢኻ ከምዚ ሓደ ዓይነት ፍሎ ዘለዎ ክመስል ዊድስ ጥራሕ ድዩ ዘድልየና ሕጂ ኖ ዋላ ኦኬ ዊድስ ዋላ የድልየና ዊድስ ክልተ ሚእቲ ሄይት ሚእቲ ተልኒ ፒክስል ኩለን ኢፌክት ክኾና ክእለ ፔስት እናበልና ኢልና ርእያ የሎም እዚ ሳይዙ ሕጂ ቁሩብ ስለ ዘንኣስነ እዩ ዝኾነ ክስታይ ዝገብረና ዘሎ እዚ ክልተ ኖ እዚ ክልተ ሚእቲ ክልተ ሚእቲ ክልተ ሚእቲ ክልተ ሚእቲ እዚ ኣርባዕተ ሚእቲ እቲ ዲፎልት ሳይዙ ስለ ዘይንገብሮ ዘለና ሕጂ ጭብጥብጥ ገለ ኢሉ ዘሎ መስል ኦኬ ሰማ እዚኣ ሕጂ ትሓይሽ ትመስል ኦኬ ከምዚ ትሪኦ ዘለኹም ከምዚ ጌርና ሓንቲ ፔጅ ትመስል ኣላ ኦኬ ሓንቲ ሙላስ ሞር ተሪፋና ዘላ እዚስ እንታይ ይጠቕመና እዚ ካሪየር ጠዊቑ ናብቲ ናይ ዊኪፔድያ ራይዋ ናብ ካሪየር እያ ትወስደና

ሕጂ ዋን ትብል ዋን ኣይዲ እዚኣ ነይራ ምሽ ን ንታይትል ካርየር ትብል እዚኣ ፔጅ ሲ which means በቲ ናህና ፔጅ ንዚኣ ስጋዕ ኣብዚኣ ዘላ ማለት እዩ እዚኣ ስጋዕ ኣብዚኣ ዘላስ እንታይ ዝብል ታይትል ብያ ነይረ ኣብ ፒ ማለት ፒ እንዲያ እዚኣ ፓራግራፍ ካርየር ናታ ኣይዲ ዋን ኢልያ ኣለኹ ስለዚ ኣብዚኣ ክጥዎ ከለኹ ናብ ኣይዲ ዋን ክሊክ ውሰድኒ ክሊክ ምስ ጎርኮስ ናብ ኣይዲ ዋን ውሰደኒ ከም ትብል ክገብራ ኣለኒ ስለዚ ንዓ እንታይ ይገብራ ኦኬ እዚኣ ኤች ሪፈረንስ ሃሽ ሃሽ ማለት እዛ ናይ ቁፅሪ ሕሳብ ዓይነት ማለት እዩ ሃሽ ኢልና ዋን ተፅሒፍና ሴፍ ክንብላ ኢና እሞ ሽዑ እታ ኣብቲ ኖ ኖ እዚኣ ኣብ ታክስታ ኢና ንገብራ እወ ጽቡቅ ኣለና ሃሽ ኢልና ዋን ምስ በልናያ ናብ ኣይዲ ዋን ከም ትጽውእ ክንገብራ ክኢልና ኣለና ማለት እዩ እዚኣ ኣይዲ ዋን ኢልናያ ኣለና እቲኣ ከ ሃሽ ዋን እንተኢልናያ ናብ ሃሽ ዋን ስለድኒ ዊችስ ናብ ኣይዲ ዋን ስለድኒ ማለት እዩ ሴፍ ንበላ ሪፍሬሽ ንበላ እዚኣ ሞ ጅራያ ሊንክ ናብ ኣይዲ ዋን ወሲዳትና ሕጂ ኣይዲ ዋን ባይ ዘ ወይ እንተኮይና ናብ ካሪየር ሸፊናትና ዘላ ምክንያቱ ናብዚኣ ኤግዛክትሊ ውሰድና ኢላ ስለ ዘለኹ እያ እታ ሄደር ከዓ ትሕቲ መን እያ ነይራ ትሕቲ ኣይዲ ዋን ስለ ነበረት እያ ኣብያ ክስታይ ገይራና ኦኬ ሪፍሬሽ ክንብላ ኢና ራይጅ ካሬ ወሲዳ ኣላ good ሕጂ ነተን ካልኦት ከዓ ከምኡ እንዳበልና ክንከይድ ኢና ማለት እዩ ግራንድ ቱር እዚኣን ወድሓን እዚአን ዋላ ንደምስሰን ክበዝሓና ግዜ ክወስድና ስለ ዝኽእል ደምስሰን እሞ እዚኣ ሄደር ንወሰኸላ ነዛ ሓንቲ ፔጅ ፓራግራፍ ሄድ ቱ ኢልና ስያ እዚኣ መጺኣ ነይራ ሽማ ኣብ መንጎ ሄደርን ታይትል ባይዘወይ ዲፈረንሱ ርዳእኩም ይኸውን እዩ ሄደር ታይትል ማለት ሆቨር ክትገብር ከላ ኣብ ልዕሊ እዩ ዝመፅእ ሽም እዩ ክንቲ ኣይሰርሐን ኣሎ መስለኒ ሕጂ እስከ ታይትል እንታይ ኮይኑ ዳ

ታይትል ካደይ እዩ ዝመጽእ ኢና እዚ እዚ እሱ እዩ እቲ ታይትል ዝበሃል እቲ ሄደርካ እቲ ዲስፕሌይ ኖርማል ዝኾኑ ማለት እዩ ኦኬ ነታ ካልእቲ ነዚኣ ኤክስ ናብዚኣ ክንበጽሕ ናብዚኣ ግራንት ክላሲፊኬሽን ናብዚኣ ክንበጽሕ ከዓ ንዓ ኣይዲ ነዚኣ ንህባ ኣይዲ ክንህባ ትኾይና ኣብቲ ፒ ፒ ምሻላ ፒ እዚኣ እንዲያ ዘላ ናይ እዚኣስ ካብዚኣ ስጋዕ ኣብዚኣ እንድያ ታፒ ናታ ትሪኣ ኣለኹም ስጋዕ ኣብዚኣ እያ ዘላ ናታ ከዓ ኣይዲ ኢልና ንህባ ኣይዲ እንታይ ኢልናያ ነርና ፎር ዲና ነርና ኣይዲ ፎር ሕጂ which is ኣብዚኣ ላዕሊ ምስ ከድና ግራንድ ቱር ካልሲፊኬሽን እዚኣ ትብል ዘላ ሊንክ ናታ ሃሽ ፎር ማለት እዩ ፎር ተልኒያ ራይ ዋሕጂ ሪፍሬሽ ክንብላ ኢና ላዕሊ ሳኻ ሊንክ መፅያታ ኣላ እዚኣ ክሊክ ክንገብራ ኢና ኦኬ መጺኣና ኣላ ማለት እዩ ስለዚ ብኩለን ከምኣ ጌርና ንሰርሐን ማለት እዩ ኦልሞስት ዳን ማለት እያ እዛ ፕሮጀክት ሪፈረንስ ፋይፍ እያ እቲኣ ኸ ሲክስ እያ ኦኬ ፋይፍ ስን ሲክስ ኢልና ጥራሕ ንውስኸለ በቃ ሃሽ ኢልና ፋይፍ እሺ ስክስ እና እቲ ፋይቭ ሲክስ ናምበር እሱ ኢለ በዓል ኣሰይን ዝገበርኩ እዩ ግድን ፋይቭ ሲክስ ኢልካ ጸሓፍ ማለት ኣይኮነን ሪፈረንስ ናለ ኣይሰና ልክ ነጽሐለ ሲዳን ስለዚ ሰሪሑ ኩሉ ማለት እዩ ሰምሃው ሳምዌይ ሓንቲ ፔጅ ሰሪሕና ኣለና ብዙሕ ዶከሬሽን ክውስኸላ ተሊና ከዓ ናብታ ትመፅእ ኮርስ ምልእቲ ኮርስ ናይ css ክንመሃር ኣለና ማለት እዩ ስለ ሰማዕኩምኒ ኣዝየ የመስግን ሼር ን ላይክስ ኣይተውሕዱ ምሳኹም ዘቐነኹ ናኹም ክብረ ኣብየ ሰላም ቅነ